ብዙሕ ነገር ይግበር ኣሎ፣ ብዙሕ ላዕልን ታሕትን ይበሃል ኣሎ፣ ብጸላእትን ብፈተውትን ከባቢ ዘሎ እዩ ማለት እዩ። ኤርትራ ብዛዕባ ምዕራብ ትግራይ፣ ኣርሚ ሰብዓ ብዛዕባ ምዕራብ ትግራይ፣ ሰራዊት ትግራይ ወይ ከዓ መ ቲዲኤፍ ከም ዘሎ እውን ብዛዕባ ምዕራብ ትግራይ እንታይ እዩ ዝበሃል ዘሎ፣ ናይ ብልጽግናኸ እንታይ እዮም ዝገብሩ ዘለዉ እንተኢልኩምኒ፣ ናይ ብልጽግና ኣሕተረቢነ ትነግረኩም ተለኹ ዘይሃድሙ ኣለዉ፣ እቲ ዝሃድሙሉ ዘሎ ምኽንያት ከዓ ክንነግረኩም ኢና። ሰራዊት በልፀግና ወይ መከላከያ እትብልዎ ይሃድሙ እዮም ዘለዉ ንሱ ዝርዝር ኣቢልና ናባኻትኩም ክነምፅእ ኢና ክሻዕ መጨረሻ ምሳና ፀኒሕኹም ስምዕዎ እዙይ ተስፋ ዝህብ እዩ ተስፋ ዝህብ ተስፋ እዙይ መኣዝ እዩ ሃቂ ኮይኑ ህዝብና ዝምለሰሉ ሀዚ እዩ እቲ እዋኑ ሀዚ እዩ ኣዮም ክሰርሕዎ ድዮም ግን ንሱ ውን ናባኻትኩም ዝሰማዕናዮ ናባኻትኩም ክነብሎ ኢና እሞ ምሳና ጸኒሕኩም ስምዑ እናበልኩ ናብኡ ንሕለፍ ሓቢርና ንስማዓዮ ሰማዕተ። ሕዚ ሎማዓንቲ ኣብ ዝዝነናዮ ኣብ ኣሜሪካ ገና ኣይወግሐን ዘሎ ተባዕተይ እናወግሐ እዩ ዘሎ በቃ six AM እዩ ዘሎ ማለት ዓሰርተ ክልተ ንጉሆ ማለት እዩ ግን ለይቲ ምሉእ እናተደወለልና እዩ ሓዲሩ ዝተፋላለየ ከባቢ ካብ ዝተፋላለየ ሰብ ምዕራብ ትግራይ ከም ትፈልጥዎ ወይ ካዓ ን ዘይትፈልጥዎ ብጣዕሚ ሰፊሕ ሰፊሕ ከባቢ እዩ ኣብ ኩሉ ከባቢ ዘሎ ፍልፍልና እቱ ዝለጠፍናዮ በምሓርኛ ገይርና ኣፕሎድ ገይርናዮ ኣለና እቱ ሓዱሽ ናይ ማይክሮፎን ሚድያ ቫይበር ስልኪ ቁፅሪ ንሱ እውን ክንነግረኩም ኢና ግን ብኡ ገይሮም ብዙሓት ይድውሉልና እዮም ዘለዉ እቱ ዜና ዘሕለፍናዮ በምሓርኛ ብዛዕባ ምዕራብ ትግራይ ዘሎ እዋናዊ ነገር ዝሰማዕናዮ ኢና ኣሕሊፍና ነይርና ትኽክል እዩ ኢሎም እናበሉ እዮም ደዊሎምልና ዘለዉ ግን ካብ ዝተፈላለየ ዝድውሉልና ዘለዉ ከምዙይ ዝመሰለ ሽሕበድበድ ኣብ ቀረባ እዋን ተርእዮ ኣይፈልጥን ኩሉ እቱ ናይ ናይ ኣምሓራ ሰልጢኑ ዝነበረ ናይ ተከዘ ዘብ ዝባሃል ናይ ሰላም ዘብ ዝብልዎ ወይ ካዓ ናይ መከላከያ ሰራዊት ኣብ ምዕራብ ትግራይ ዘሎ ሀዚ ይፈርስ እዩ ዘሎ ይሃድም እዩ ዘሎ ምክንያቱም ኩሉ ኣጽዋሮም ዝገዝኦም እንተረኺቦም እናሸጡ እቶም ኣብኡ ዝነብሩ ዝገዝኦም እንተስኢኖም ከዓ መህደብር የምዎ ብፍላይ ብፍላይ ናይቶም ናይ ብልጽግና መከላከያ ሰራዊት ወይ ከዓ ናይ መከላከያ ሰራዊት ንበሎም ሕጽር ኣቢልና እሞ ንሳቶም ካብ ደቡብ ካብ ኦሮሚያ ተገዲዶም ተሓኺሶም ዝመጹ ሰራዊት እዮም ንሳቶም ሕዚ እናደብረዩ ኣጽዋሮም ይኸዱ ኣለዉ እዮም ንምንታይ እዮም ዝሃድሙ ዘለዉ ፈሪሖም እንተፈሪሖም እዮም ሰብ ልለቁልና እምበር እንድሕር ዘይፈሪሖም እማ ኣይለኩዎን ሒዞምዎ ክነብሩ እዮም ኢሎም እዮም ኢሉ እዩ ሀዚ ጀነራል ድንኩል ሰሚዕኩምዎ እንተኮይንኩም ተባዕትይ ትማሊ ዝገበሮ ዘረባ ኣሎ ኣብ መጨረሻ ዝተዛረባ ክነግረኩም ከስምዐኩም ባዕሉ ብልሳኑ ክንቅፅለሉ ኢና ናብ መእሰሪት ስለ ዝኾነት እያ እዚኣ ሓንቲ ደቂቃን ገለን እየን ንሳ ንስምዓያ እሞ ካብኡ ድሓረ ክንቅፅል ኢና እቶም ምዕራብ ትግራይ ዝካየድ ዘሎ እንታይ ከም ምዃኑ ኤርትራኸ እንታይ ትብለላ ብዛዕባ ምዕራብ ትግራይ ካብ ኤርትራ ዝረኸብናዮ ኣሎ ክነስመዐኩም ኢና ግን ጀነራል ድንኩል ዝተዛረባ ብጣዕሚ ብጣዕሚ ጽብቕቲ ዝኾነት ትኽክል ዝኾነት እንኣምነላ ኩሉ ኣእምሮ ዘለህዎ ህዝቢ እውን ክኣምነሉ ዝግብኦ ሰራዊት ትግራይም ይኹን ዓበይቲ ዓድም ይኹን ኹሉ ህዝብና እዙይ ይጠፍኦ እዩ ኢልና ኣይኮናን ግን ከም መራሕቲ ብፍላይ ኣብ ትግራይ ዘለዉ ናይ ሲቪል መራሕቲ ናይ ግዝያዊ ምምሕዳርም ይኹን ውድብ ህወሓትም ይኹን ካልእት ውድብ ገይርና ንትግራይ ክንመርሕ ኢና ዝብሉ ዘለዉም ይኹን ክሰምዕዎ ዝግበኦም ብሓንቲት ደቂቃ ተዛሪብዋ ኣሎ ንሳ ንስማዓያ።
ግዝኣቱ ዝተሓደገ እዩ። ኣብቲ ዝተሓደገ ግዝኣት ዘለዉ ነጻ ዘይወጸ ህዝቢ ኣለዉና እዩ። ነጻ ዘይወጸ ግዝኣት ኣለና፣ ነጻ ዘይወጸ ህዝቢ ኣለና። ገዝኦም ተሓዲጎም፣ ሕርሽኦም ተሓዲጎም ኣብዚ ኣብ ድንኳን ዝቕመጡ ተፈናቐልቲ ኣለዉና። ናብ መረበቶም ክምለሱ ኣለዎም። ግዝኣትና ናብ መረበቱ ክምለስ ኣለዎ። ነጻ ዘይወጸ ህዝብና ነጻ ክወጽእ ኣለዎ። እታ ስምምዕ ሰላም ብሕገ መንግስቲ መሰረት ግዜኣ ንምምጻእ እያ። ብሰላማዊ መንገዲ ንግበራ። ቀደሙ ውን ውግእ ኣይንፈቱን ኣይንደልን። ብሰላማዊ መንገዲ ንመልሳ። ትቁረስ ግዝኣት የላን። ኣብ ቴንዳ ዝነብር ዝተፋናቀለ ህዝቢ ክህልወና የብሉን ነጻ ዘይወጸ ህዝቢ ክህልወና የብሉን ነጻ ክነውጾ ኢና ነጻ ክነውጾ ድማ ብሰላማዊ መንገዲ እና ንከድ ኣለና ፈሪሑ እንተዘይኮይኑ ክምልሰልና እቲ ግዝኣትና ዝሓዘ እንተፈሪሑ ጥራሕ እዩ ዝምልሰልና እንተዘይፈሪሑማ እንታይ ኮይኑ ክምልሰልና ይዕንድረልና እባ ከይዕንድረልና ፈሪሑ ምእንቲ ክምልሰልና ምስ ህዝብና ኮይና እታ ተፍርሖ ዝበልናያ ንሳ ኣጠናኺርና ክንቅፅል ኢና እቲ ኣብዚ ሎማዓንቲ ከምዙይ ተረኺብና ንምዝታይና ደጊመ የመስግን ትግራይ ትዕወት።
ሰሚዕኹምዎ ፀላትና እንተፈሪሖምና እዮም ለሚንካ ኣይህብን ዓብይ ኣሕመድ ሕገ መንግስቲ ኢልካ ኣይህብን ዓብይ ኣሕመድ ኩሎም እቶም ፀላእትና እንተፈሪሖምና እዮም ዝውና እንተፈሪሖምና ማለት ከዓ ሕዚ ቀጥታ ሂና ንውረሩ ዘይኮነን ዝብል ዘሎ ጀነራል ድንኩል ኣስተውዒሉ እዩ ዝዛረብ ጀነራል ድንኩል ታይ ዳዩ ዝብል ዘሎ ኩሉ ነገር ሓይሊ ከምዘለና መጺና ከምንሕዞ ብሓይልና ስምምዕነት ተገዚእና ኢና ስቁልና ዝነና እምበር ብሓይልና ክንሕዞ ከምንኽእል እንተርኢናዮም ምክንያቱም ጃሶሳት ሓሰውቲ ኣለዎም እዮም ተጠናኺሩ እዩ ሞራሉ ዝለዓለ እዩ ናብ ምዕራብ ትግራይ ክኣቱ ይንቀሳቐስ ኣሎ እዩ እንድሕር ኢሎም ሰሚዖም እዮም ዝቡና ስኹምተይልና እማ ኣይህቡናን ናይ ምንታይ ኢሎም ይቡና እዮም ዝብሉ ዘለዉ ትኽክል እዩ እዙይ ኢና ንብል ዘለና እሱ ከዓም ስለ ዝኾነ እዩ ኣብ ምዕራብ ትግራይ እዚ እንታይ
እዚ ዝብሎ ዘሎሲ ናይ ኤርትራን ናይ ትግራይን ሰራዊት ኣብ መካይን ተፃዒነን እዩ ዘርእየና ዘሎ እዚ ሰብኣይ እዚ ኣብቲ ዝነበረ መቕጥቃጥ ትግራይ ማለት እዩ ብጣዕሚ ዘሎን ዘየለን እንዳጋነነ ነዛ ምድያ ወጭ ቄብላ ነይሩ ማለት እዩ። ሕጂ ከዓ ስልብጥ ኢሉ ከዓ ናይ ኤርትራን ናይ ትግራይን ሰራዊት ገይሩ እዩ ዝዛረብ ዘሎ። ሕጂ እዚ ዝብሎ ዘሎ ጀነራል ድንኩል ዶ ገለ ዶ ዝብሎ ዘሎ ሓቁ እዩ እቲ ጀነራል ዝብሎ ዘሎ ማለት እዩ። ግን ምስ መን ኮንካ ምስ መን ኮንካ እዩ እቲ ሂግደፍ እኮ እቲ ምዕራብ ትግራይ ናብ ኢድ ወረርቲ ከእትዎ ዝኸኣለ እኮ ብሰንኪ ሂግደፍ እዩ ማለት እዩ። ሂግደፍ እንተ ዘይሕግዞ ነይሩ ንኣብይ ወይ ሂግደፍ እንተ ዘይብሎ ነይሩ ተሓሳብ ተዘይሂቦ ነይሩ እዚ ኩሉ ኣብ ዘይደለየቶ ዘእትዎ ነይሩ እቲ ሕራይ ናይ ምባል ጌጋ እዩ ወናይ ኣብ ጌጋ እዩ ማለት እዩ ጠቕላላ ናብ ከምኡ ህዝበይ ክቕጥቅጥ ኣይ ከምኡ ዝበሃል ምስምማዕ ኣይገብርን እየ ክብል ነይርዎ እዩ ግን እቲ ኩሉ ተንኮላት ናይ ኢሳያስ እዩ ሕጂ ናይ ሂግደፍ ካብ መረበትካ ውፅእ እኳ ኣደዳ ሞትን ቅዝፈትን ዕንወትን ገይሩካስ ሕጂ ተመሊስካ ከኣ ንኣብይ ከምኡ ክትገብር እቲ ኣብይ ገይርዎ ትብሎ ዘለኻ ጌጋ ንስኻ እውን ተመሊስካ ክትገብሮ ኢኻ ትብገስ ዘለኻ ማለት እዩ ስለዚ ወጮ ተገልበጥካዮ ወጮ ጌጋ ኣብ ልዕሊ ጌጋ ኩልኹም ተዋራረስ ኢኹም ትኾኑ ዘለኹም ማለት እዩ ኣብዚ ዝፃወት ዘሎ መን እዩ ህግደፍ ህግደፍ እዩ ንኹልኹም ነታ በቃ ሕጂ ምስ ህግደፍ ኮይንኩም ንኣብይ ተሃረምኩሞ ናይ ናይ ኣዲስ ኣበባ ናይቱ ሓፈሽኡ ናይ ኢትዮጵያ ዘሎ ንብረትን ሃብትን ጸጋታትን እንተውደምኩም ናይ ኢትዮጵያ እዩ ናይ ኢሰያስ ሓንትን ሓንትን መትከሉ እንታይ እያ? ኢትዮጵያ ብትንትንትንትን እንተቢልካያ እዩ ንምግዛእ ዝጥዕመለይ እዚኣ እያ ተዕላምኡ ንሱ ንዓኹም ኣይፈተወኩም ነምሓሩ ይፈተዎም ዋላ ንኦሮሞ ይፈት ይፈልጥ ዋላ ንተጋሩ ፈት ይፈልጥ ዋላ ንኤርትራውያን ፈት ይፈልጥን እዩ ኢሳያስ ዕላማ ኣለዎ ታያ ተዕላማ ኤርትራ ንእሽተይ እያ ንዑኡ ናብ ኢትዮጵያ መጺኡ እዩ ክገዝእ ኤርትራ ሓንቲ ክልል ኮይና ልክዕ ከም ትግራይ ኣብ ኣዲስ ኣበባ ኮፍ ኢሉ ከመሓደረና እዩ ዝደሊ ማለት እዩ ነዚኣ ንምስራሕ ከንታይ እዩ ኢትዮጵያ ከምዚ ዘላቶ ሰሚራ ክትከውን ስለ ዘይትኽእል ክኽእላ ስለ ዘይክእል ክትግዝኣለይ ስለ ዘይትኽእል እንታይ ደኣ ንኹላ ከምዚኣ ገይረ ፍንጭልጭል ብትንትን እንተዘየቢለያ ኣብ ቦስተኣ ክትኣቱ ይትኽእልንያ መስርሕ ንሱ ዕላሙ እዩ ዝሰርሕ ዘሎ ኢሳያስ በዚ ኣጋጣሚ በሳ እዩ ንዕላሙ ስለዚ ንስኻትኩም ሲ ተመሊስኩም ኣብይ ጌጋ ገይሩ ናይ ኢሳያስ ሰሚዑ ንዘይህቦ ባሕሪ ባሕሪ ኢሉ ኣዋሂሙ ኣብዚ ኩሉ ሽግር ኣትዩ ጌጋ ሕጂ ከኣ ንስካትኩም ከኣ ምስ ኢሰያስ ኮንኩም መሊስኩም ናብ ኣቢ ጌጋ ክልቴኹም ጌጋ ኢኹም ትሰርሑ ዘለኹም ኣብዚ ዝጻወት ዘሎ መን እዩ እቶም እንታይ ኢኻ ትብሎ ህግደፍ እዮም ማለት ስለዚስ ቅሩብ ከማን ኣይትሓስቡን ቅሩብ ኣይትሓስቡን ሓቂ ፍትሒ እንተትደልዩ ነርኩም ሓቂ ሰላም እንተትደልዩ ነርኩም ቁስልኹም ክሓዊ እንተትደልዩ ነርኩም ምስዚ ማዕበል ብርጌድ ንሓመዱ ደላይ ፍትሒ ምስኡ ኢኹም ሓቢርኩም ክትሰርሑ ዝግብኣኩም ነይሩ። ሕጂ ብረቶም ደርብዮም ይጎይ ኣለዉ ገለ መለ ይስማዕ ዶ ስማዕ ሓቂ ዶ ይኸውን? መን ከሰምዓካ መን ክሰምዓካ መን ኢኻ ከኣምነካ? እዚ ኩሉ እንዳተዋደደስ ሕጂ ሓይልና ሪኦምስ ብረቶም እንዳደርበዩ እዚ ናይ ኣይሰ ኣይሰምዕን እየ ኣነ ኣይኣምኖን እየ ፈፂመ ስለዚ ሕሰቡ ሕሰቡ ወጮ ተገልበጥካዮ ወጮ ኢኹም ትገብሩ ዘለኹም እቲ ህዝቢ ትግራይ ብጣዕሚ ናብ መረቦቱ ክምለስ ሓሪሱ ክበልዕ ዝሓርስ ክሓርስ ዝነግድ ክነግድ ሓፈሽኡ እቲ ማሕበራዊ ናብራ ናብ ዕሩይ ክኸውን ናተይ ሰናይ ድሌተይ እዩ ግን በዚ ትኸድዎ ዘለኹም ደጊሙ ትካሊ ኣብ ምዉቕ ዘሎ ህዝብኹም መሊሱ ከምኡ ክኸውን ኢኹም ትጽዕሩ ዘለኹም ኮይኑ እዩ ንዓይ ዝረኣየኒ ዘሎ ስለዚ ናይ ትግራይ ወዲሙ ሕጂ ከዓ ናይ በዓል ኣዲስ እየ ናይ በዓል ጎንደር እየ እንተውደምኩሞ ከዓ ኩሉ ኢትዮጵያ እዩ
ዝበዝሕ ሰራዊት ኮነ ሓይልና ኣብ ትግራይ እዩ ዘሎ ክብል ጀነራል ገብረዝጋብሔር በየነ ወዲ ኣንጥሩ ተዛሪቦም። ኣብ ሓራ መሬት ገዚፍ ሰራዊት ኣለና ዝበለት ጀነራል እቲ ኣብ ትግራይ ዘሎ ሓይሊ እውን ናትና ደጋፊ እዩ ክብል ገሊፁ ኣሎ። ኣብ ትግራይ ማእኸላይ ዝባ ተወሊዱ ዓብዩ ብንኡስ ዕድሚኡ ኣብ ዓሰርተ ትሽዓተ ሰብዓን ኣርባዕተን ኣቆፃፅራ ግእዝ ናብ ቃልሲ ህወሓት ተፀምቢሩ ካብ ታራ ወታደር ክሳብ መራሒ ክፍለጦር ኮይኑ ተዋጊኡን ኣዋጊኡን። ኣብ መወዳእታ ምምሕዳርን ምክትል ኣዛዝን ሰሜን እዝ ዝነበረ ኮይኑ፣ ኲናት ትግራይ ቅድሚ ምጅማሩ ቅድሚ ሒደት ኣዋርሕ ብጡረታ ተሰናቢቱ ነይሩ። ብርጋዴር ጀነራል ገብረዝግኣብሄር በየነ፣ ወዲ ኣንጥሩ፣ ካብቶም ኣብ እዋን ኲናት ትግራይ ስሞም ተደጋጊሙ ዝለዓል መራሕቲ ኮይኑ፣ ብፍላይ ኣርማ ሓምሳ ብዝብል ዝፍለጥ ፍሉይ ሓይሊ ኮማንዶ ኣብ ሓፂር እዋን ከም ዝሃነፀ እዩ ዝንገረሉ። ንሱ ካብቶም ኣብ ዝሓለፈ ዓሰርተ ሓሙሽተ ጥሪ ነቲ ጉባኤ ዘካየደ ሓደ ጉጅለ ህወሓት ንዝደገፉ ኣዘዝቲ ሰራዊት ትግራይ ተቋይሞም ጠጠው ካብ ዝበሉ ሓደ እዩ። ጀነራል ወዲ ኣንጥሩ ካብቶም ኣብ መዳውብ ጭካብታት ትግራይን ዓፋርን ዝንቀሳቐሱ ዘለዉ ዕጡቓት ይውድቡ ካብ ዘለዉ ሓደ ኮይኑ ምስ ቢቢሲ ቃለ መሕትት ተካይደሎም። ቢቢሲ፣ ካብ ሓይልታት ትግራይ ወጺኹም ካሊእ ሰራዊት ንምህናጽ ትንቀሳቐሱ ኣለኹም፣ ንምዃኑ እንታይ'ዩ ዕላማኹም ዝብል ሕቶ ዘቕረበሉ ጀነራል ገብረዝጋብሄር በየነ ወዲ ኣንጥሩ፣ ጽቡቕ እንታይ'ዩ ዓላምኦም፣ ነቲ ሕብረተሰብ መሊሶም ናብ ኲናት ከእትይዎ ድዮም ደልዮም? ገለ ዝብል ናይ ሕብረተሰብ ሻቕሎት ኣሎ። ናብ ሓራ መሬት ወሪድና ዘለና ሓደሽ ነገር ክንፈጥር ኣለና ኢልና እቲ ሓድሽ ነገር ካብ ዝኾነ ይኹን ፓርቲ ነፃ ዝኾነ ሓይሊ ክንፈጥር ኣለና ዝብል እዩ። ብመንግስቲ ዝእዘዝ ዝኾነ ፓርቲ ዘይእዝዞ ሰራዊት ትግራይ ክንፈጥር ኢና ንደሊ ክብል ኣመላኺቱ ኣሎ። ቢቢሲ፣ ካብ ሰራዊት ትግራይ ተፈሊኹም ዝወፃኹም ኢኹም፣ ህወሓት ክእለ ኣለዎ ዲኹም ትብሉ ዘለኹም ዝብል ሕቶ ዘስዓበ ኮይኑ፣ ጀነራል ወዲ ኣንጥሩ ንሕና እንሰርሖ ፓርቲ ንሕና እንተኽሎ ወተሃደራዊ መንግስቲ የብልናን ህዝቢ ትግራይ ብነፃን ብዘይሻራውን መንገዲ ንዝመረፆ ኣካል ኢና ክነገልግል ሐዚ ኣብ ምግዳል ኣለና ኣብ ምግዳል ኢና ኣሪግና እቲ ዝኣረግናሉ ምግዳል ሐደ ነገር ንትግራይ ገዲፍና ክንከይድ ኣለና ምስ ፓርቲ እናተጣበቐ ማህተም ዘሕድግ ምስ ፓርቲ እናተጣበቐ ዝሸይም ዘውርድ ሐይሊ ገዲፍናሉ ነቲ መንእሰይ ክንከይድ የብልናን ነቲ መንእሰይ ዘይሻራውን ፍትሓውን ሐይሊ ንምፍጣር እምበር ናይ ዝኾነ ፓርቲ ሕሽክርና የብልናን ኣይንገብሮን ድማ ክብል መሊሱ ኣሎ። ብፖለቲካዊ መድረኽ ክፍታሓሉ ዝኽእል ነገር ኣይነበረን ዶ ዝብል ሕቶ ዝሰዓበሉ ጀነራል ወዲ ኣንጠሮ፣ ኣብዮምና ዝወጻእና ሰባት መጀመርያ ኣይንቕበሎን ኢልና ኣጊዶምና ኣይንቕበልን ምባል መሰል እዩ ነይሩ። ግን ናቶም ናህሪ ምእጋድ እዩ። ኣነ ደጋፊ ህወሓት ኣይኮንኩን ማለት ባዕሉ የኸኣል ኣነ ሽከሞን ማለት እዩ። ሰራዊት ክሽከሞ የብሉን ባዕሉ ክኢሉ ናብ ህዝቢ ይእቶ ይወዳደር ህወሓት ይጥፋእ ኣይጥፋእ ናይ ባዕሉ ጉዳይ እዩ። ይቐፅለ ይቐፅል ናይ ባዕሉ ጉዳይ ኣነ ዘገድሸኒ ጉዳይ ጉዳይ ህዝቢ ትግራይ ኢሉ ኣሎ ነዚ ዝተቓወምኩም ብረት ኣልዒልኩም ዕጡቓት ትሃንፁ ኣለኹም ኣብ ጎኒ ብበዓል ደብረፅዮን ዝምራሕ ወዓድማ ዕጡቓት ኣለው እሞ ነታ ገና ካብ በሰለታት ኲናት ዘይሓወየት ትግራይ ናብ ካሊእ ኲናት ሓድሕድ ዶ ኣይወስዳን ዝብል ሕቶ ዝቐፀለት ሚድያ ጀነራል ውዳንጥሩ ኣይወስዳን ኣነ ዓለምለኸ ማለቱ ንኢንተርናሽናል ጀነራል እየ ከምኡ ኮይነ ናይ ሕዋዓት ምልሻ ክከውን ኣይደልን እቶም ሕዋዓት ውድብና እየ ዝብሉ ናቱ ምልሻ ከም ዝኮነ እየ ዝቆፅሮም ከምኡ እዮም ምልሻነት ድማ ኣይቅቦለን ብምባል መሊሱ ጀነራል ወዳን ጥሩ ወሲኩ ድማ እዚ ብሰላማዊ መንገዲ ክከውን ኣይክልን ብፁሑፍ ፈቲንና ተረዳዲና ማህተም ኣይሓድግን ምባል የቅፅዕዶ ኣብያተ ፅሕፈት ብሞደሻ እናሰበርካ መማሓደር ምብራር ትክክል ኣይኮነን ምባል የቅፅዕዶ ሕዋዓት ዝበሎ ነገር እንተዘይገይርካ ክትነብር ኣይትክልን ካብ ትግራይ ትጠፍእ ዝብል እዩ ንሕና ዝተጋደልናሉ ምኽንያት ክንነብረሉ እዩ ሰላም ኮይንና ክንነብር ኢና ተጋዲልና ስለዚ ንሕና ብሰላማዊ መንገዲ ብጽሑፍ ፈቲንና ብምርድዳእ መኪርና ብዙሕ ግዘ ፈቲንና ኣብዮምና ኣብ መወዳእታ ክኣስሩና ምዃኖም ምስ ፈለጥና ወጺእና እቶም ክኣስሩና ዝደልዩ ድማ እቲ ዝኣመንዎ ሰራዊት ከም ዝስእንዎ ከረጋግጸሎም ይደሊ ኢሉ እዚ ዕጥቃዊ ምንቅስቓስ ዕላዊ መጸውዕ ኣለዎ ዶ ክንደይ ዝኣክል ኣባል ከለኩም ክብል ዝሓተተ ቢቢሲ ጀነራል ወዲ ኣንጥሩ ኣብ ሓራ መሬት ኢና ዘለና ኣብ ከይዲ እንታይ ክንከውን ኣለና መፀዊዕና ከ ዝብል ዕላዊ ክንገብር ኢና ክንደይ ትኾነ ዝብል ዛጊድ ከባቢ ሰለስተ ኣርባዓተ ግንባራት ኣለውና እተን ግንባራት ብዙሓት እየን ግን ድማ ውሽጢ ዞሎ ሓይሊ ዝበዝሕ እቲ ሐዚ ሕወሓት ናትና ሰራዊት እዩ ዝብልዎ ዘለው ምልሻ ምሳና እዩ ከፊእዎ እዩ ዞሎ ለውጢ ይደሊ እዩ እቲ ዘመን ናይ መንእሰይ ክኸውን ይደሊ እዩ ክመሃር ክልወጥ ይደሊ እዩ ዝሐሸ እቶት ክህልዎ ይደሊ እዩ ወለዱ ካብ ውግ እዮም መጽዮም ቤተሰቡ ኣብ ውግ እዮም ነይሮም ሐዚ ሰላም ሕውየትን ለውጥን እዩ ዝደሊ ስለዚ እቲ መንእሰይ ስራዊት ምሳና እዩ ብዙሓት ኢና ብምባል ገሊጹ። ቢቢሲ፣ ቅድሚ ናብ ረጽሚ ምእታውኩም ግን እተቕምጥዎ መድራደር ቅድመ ኩነት ኣሎ ዶ ንዝብል ሕቶ ጀነራል ወደንጦር እንትምለስ እዛ ኣገይደ ዝተደራደረና ሓይሊ የለን ዝወደብናዮ ሓይሊ ኣለና እቲ ዝተረፈ ሓይሊ ናብ ብጻዩ ይመጽ ኣሎ ኣብኡ ዘሎ ድማ ይጋደል እዩ ዘሎ ናይ ለውጢ ሓይሊ እዩ ናትና እዩ ዝበሎ ኮይኑ ኣብ ዓፋርን ኣብ ትግራይን ኣለና ናብ ዓፋር ወሪድና ክንእከብ ዝገበረና ምኽንያት ዓፋርን ትግራይን ቤተሰብ ስለዝኾነ እዩ ዝፈቐደልና መንግስቲ የለን ፀጊሙና ነይሩ ኣብቲ ከባቢ ዘለዉ ኣካላት ፀጊሙና እሞ ኣብዚዶ ክንተኣኻኸብ ኢልናዮም ፅቡቕ ተኣኻኸቡ ኢሎምና ዓብዪ ነገር እውን ኣይኮነን ኣብቲ ጫፍ ናይ ትግራይ ኢና ዘለና ፍቓድ እንሓተሉ ነገር ኣይኮነን ክብል ገሊፁ ኣሎ። ምስ ፌደራል መንግስቲ ዘለዎ ርክብ ተሓቲቱ መልሲ ዝሃበ እቲ ጀነራል፣ ምስ ፌደራል ዘለና ርክብ ኣብኡ ከም ዘለና ይፈልጡ'ዮም፣ ካሊእ ዝገብሮ ነገር ግን የለን፣ ርግጽ ወዲ ወረደ ማለት ውን ጀነራል ታደሰ ፕሬዚዳንት ግዝያዊ ምምሕዳር ትግራይ ኮይኑ ክሽወም እንከሎ ገለ ዘልዓልናዮም ሕቶታት ኣለው፣ እቶም ሕቶታትና ክምለሱ ኣለዎም፣ ሕቶታትና ንሕና ዘይሻራውያን ኢና፣ ዘይሻራዊ ሰራዊት ክንሃንጽ ኢና ንደሊ። ኩሉ ግዘ ኣብ ፓርቲ ዝተፀገዐ ሓይሊ ነቲ መንእሰይ ዝጎድእ ለውጢ ዝኽልክል ፀረ ዲሞክራሲ ኣካይዳ እዩ። እዚ ክወገደልና ንደሊ ኢና። እዚ ክፍፃሕ ኣለዎ ኢልና ኣቕሪብና ኣለና። እዚ እንተዘይተፈፅሑ ንስኹም ደጊፍኩም ኣይደገፍኩምና ኣየእተወኩምንኢልናዮም። ኣይ ክትረዳድኡ ኣለኩም ኢሎምና ካብኡ ግን ስቕ ኢልና ቐፂልና ኣለና ኢሉ። ብዛዕባ እቶም ሃለዋት ምስ ውሳነ ላዕሊ ኮር ዝተቛወመ ኣዘዝቲ ተሓቲቱ፣ ጀነራል ውዳን ጥሩሕ ኣብዚ ምሳና ዘለዉ ዝተኻየደ ስራሕቲ ካብ ሓደ ሰራዊት ዘይሕሎ'ዩ፣ ክብርን ስምን እቲ ሰራዊት ዘይውክል ኣሰራርሓ'ዩ፣ ንህዝቢ ትግራይ ዘይጠቅም ኣሰራርሓ'ዩ ዝብል ቅዋም ኣለዎም፣ እቶም ካልኦት ብጾት ድማ ቅዋሞም ኣይቀየሩን ከም ዘለዎ ኣለዉ፣ ንሕና ኣብ ካሊእ ኣለና ንሳቶም ኣብኡ ኣለዉ፣ ንሳቶም እንታይ ይሰርሑ ኣለዉ ካሊእ ዘረባ'ዩ፣ ኣብዚ ኣነ ኣለኹ ካልኦት'ውን ምሳይ ኣለዉ። ብዛዕብኦም ምዝራብ ኣድላይ ኣይኮነን ኣብ ዘሎ ነገር ግን ንሕና ተወዲብና ንቃለስ ኣለና ብዙሓት መኮንናት ኣለውና ብዙሓት ክፍለ ጦራት ኣለውና ብዙሓት ኣመራርሓ ኣለውና ብዙሕ ሰራዊት እውን ይውሕዝ ኣሎ ሎማዓንቲ እኳ ዝመፅእ ብዙሕ እዩ ሐዚ ሪፖርት ይርኢ ነይረ ብዙሕ ሰራዊት እዩ ዘለና ክብል ገሊፁ ኣሎ። ልኡኽ ኦሮሚያ ናብ።
እያ ትብል። ንሕና ዓድና ዝገደፍናሉ ቀንዲ ምኽንያት ሃካያት ኮይንና፣ ሕማቓት ኮይንና፣ ትምህርቲ ዘይብልና ኮይኑ ወይ ድማ ሰረት ዘይብልና ኮይኑ ኣይኮናን ዓዲ ገዲፍና። ተማሂርና ቁም ነገር ከም ዘይንገብር፣ ነጊድና ትርፊ ከም ዘይንረክብ፣ ተመርዒና ሓዳር ጌርና ቆልዑ ከም ዘይነዕቢ፣ ወፊርና ከም ዘይንኣቱ ዝገበረ ስትራተጂ ጸላኢ ደፊኡ ኣውጺኡና። ኣነ ምስክር'የ ተደፊኤ ምምህርናይ ገዲፈ ጫፍ ምዕራብ በጺሐ። ኩሉ ኮሊለዮ እየ ዝኽየድ ቦታ የለን ኣብዚኣ ጽንሑ። በጺሕና ተመሊስና ኩሉ ርኢናዮ መደቀሲ፣ ዝሑል ማይ፣ ስጋ ኩሉ በቃ እቲ ምቾት ዝበሃል ርኢናዮ። ብዘይካ ርስቲ ብዘይካ መሬት ብዘይካ መሰረት ብዘይካ ሃገር ክብረት የለን። እዙይ ማለት ነተን ተሰዲድና ዘዕረፍናለን ደቅና ወሊድና ነዕብየለን ዘለና ክብርን ምስጋናን ምኽላእ ማለት ኣይኮነን። ሓመድካ ዝመስልዎ ግን የለን። ስለዚ እዛ ስትራቴጂ ፀላኢ ኣብ ኣዲስ ኣበባ ርሕቀታ ኣዲስ ኣበባ ትኹን። ተመሊስና ስደት ታሪኽ ንግበሮ።